ሓንቲ ጓል ኣንስተይቲ ሴክስ ክትደሊ ከላ እተርእዮም ምልክታት። ኩሉ ግዜ ፈጣንን መስተውዐልን እንተኾይንካ፣ እታ ጓል ኣንስተይቲ እትገብሮም ነገራት ተረዲእኻ፣ ብቐሊሉ ምስታ ጓል ኣንስተይቲ ድሌታትኩም ክትፍጽሙ ትኽእሉ ኢኹም። ነዚ ናይ ሴክስ ድሌተን ክትርድኣ እንተዘይክኢልካ ግን፣ እታ ጓል ኣንስተይቲ ንዓኻ ገዲፋ ምስ ካልኦት ስምዒታ ዘርድኡላ ክትከይድ ትኽእል። ብተፈጥሮኣን ደቂ ኣንስትዮ ኣፍ ኣውጺኤን ኣይዛረባን። ምልክታት ከተርድእ ኣለካ። ነዚ ክትርድኣ እንተ ዘይክኢልካ ድማ ፋራ ካብ ዘብሉኻ ነገራት እዚ እቲ ቀዳማይ እዩ። ቅድሚያ ግን ተኸታተልቲ ንዝለቆም መስተምሃሪ ቪድዮታት ንምክትታል ክቡራት ተኸታተልተይ ነዚ ቻነል ሳብስክራይብ ላይክ ምግባር ኣይትረስዑ እሺ እምበኣር ናብቲ ዋና ኣርእስተይ ክኣቱ ሓንቲ ጓል ኣንስተይቲ ሴክስ ክትደሊ ከላ ካብ እተርእዮም እቲ ቀዳማይ እንታይ እዩ? ናብ ከንፈርካ ደጋጊማ ትጥምት። ሓደ ሰብ ዘረባኻ ብቐሊሉ ንምርዳእ ናብ ከናፍርካ ክጥምት ይኽእል እዩ፣ ወይ እውን ጽቡቕ ቅርጺ ከናፍር እንተሃልዩካ ኣድናቖቱ ክገልጸልካ ይኽእል። ሓንቲ ጓል ኣንስተይቲ ጾታዊ ርክብ ምሳኻ ደስ እንተኢልዋ ግን ኣጣምታኣ ፍሉይ እዩ፣ ደጋጊማ ኣተኲራ ናብ ከናፍርካ ትርኢ። ወላ ብዛዕባ ኣብ ጥቓኹም ዘሎ ነገራት ኣልዒልካ እናዋጋዕካያ፣ ኣብ ክንዲ እቲ ትብላ ዘለኻ ነገራት ግልጽ ኢላ ምርኣይ፣ ናብ ከናፍርካ ደጋጊማ ትርኢ። ናብ ናይ ከንፈርካ ምንቅስቓስ ትርኢ። ክትዛረባ ከለኻ ናይ መልሓስካን ከናፍርካን ትገብሮ ምንቅስቓስ ትርኢ። ካብ ካልእ መዓልቲ ብፍሉይ ትምሰጥ። ሕልፍ ኢላ እውን ኣዒንትኻ ክትርእየካ ትኽእል ካብኡ ተመሊሳ እንደገና ናብ ከናፍርካ ትርኢ። ስለዚ ሓንቲ ጓል ኣንስተይቲ ነቲ ትዛረቦ ዘረባ ዘይትሰምዖ ኣተኲራ ብፍሉይ ናብ ከናፍርካ ትርኢ እንተልያ ኪሲንግ ደልያ ኣላ፣ ንጾታዊ ርክብ ሓርያትካ ማለት ክኸውን ይኽእል እዩ። እዚ ማለት ግን ሓንቲ ብዙሕ ዘይትፈልጣ ጓል ኣንስተይቲ ከናፍርካ ስለ ዝጠመተትካ ንሴክስ ክትቀዳደም ኣለካ ማለት ኣይኮነን። ሓንቲ ዝተፋለጥካያ ደሓና ግዜ ብጽቡቕ ኣሕሊፍኩም ካብ ካልእ መዓልቲ ብዝተፈልየ ከናፍርካ ትጥምተካ እንተልያ ግን ሓደ ነገር ደልያ ኣላ፣ ንሱ'ውን ጾታዊ ድሌት እዩ። እቲ ካልኣይ ሓንቲ ጓል ኣንስተይቲ ንሴክስ ምስ ዝደልየቶ ወዲ እትገብሮ ነገር ድማ ኮፍ ኣብ እትብለሉ ናባኻ ምሒር ትጠብቕ፣ ኣእዳዋ ናብ ማእገርካ ብምስቃል ኣጥዋታ ትጎዝጎዘካ፣ ሰለፋ ናብ መሕኹልትኻ ብምጽጋዕ ምሒር ትቐርበካ። መቸም ሓንቲ ዘይተፍቅረካን ንጸወታ ርኩብ ዘይትሓስበካን ክሳብ ክንድዚ ናብ ኣካላታ ክትጽጋዕ ኣይተፍቅደልካን'ያ። ስለዚ ኣብ መንጎኹም ከምዚ ዓይነት ምቅርራብ እንተልዩ ቅልል ብዝበለ ምኩራታት መኩራ፣ ንኣብነት ኣብ ክሳዳ፣ ወይ ኣብ ሰለፋ ነኻኻ እያ። ብጽቡቕ እንድሕር ተቐቢላትካ ድማ ስምዒታ ተዓዘባ። ሳልሳይ፣ ድሌት ከም ዘለዋ እትፈልጠሉ ድማ ብዘይ ምቁራጽ እናደጋገመት ትነኻኽኣካ። ደቂ ኣንስትዮ ክፈትዉኻ ከለዋ ይነኻኽኣኻ፣ ጭሕምኻ እውን ክተሓሕዛኻ ይኽእላ፣ ክዳንካ እውን ይተሓሓዛኻ፣ ምስ ጨጠጥካ ወይ እውን ምስ ከራባታኻ ይጻወታ። ሓንቲ ጓል ኣንስተይቲ ዘይትፈትወካ ተኾይና ከምዚ ብቐሊሉ ከይሓሰበትሉ ሰውነታ ኣዚዝዋ ምሳኻ ክትነኻኽእ ኣይትኽእልን። ስለዚ ሓንቲ ጓል ኣንስተይቲ ብቐሊሉ ክትነኻኽእካ ከላ ፈትያትካ ኣላ፣ ብዛዕባኻ ብዙሕ ኸትፈልጥ ደልያ ኣላ። ስለዚ ከምዚ ዓይነት ምንኽኻእ ዝደጋገም እንተኾይኑ ክትነኻኽኣ ደልያ ወይውን ካልእ ናይ ጾታዊ ርክብ ድሌትውን ክህልዋ ስለ ዝኽእል ኣስተብህለላ። ራብዓይ፣ ብፍሉይ ትስሕቕ ኪርኪር ትብል። ሓንቲ እተፍቅረካ ጓል ኣብ ጎና ክትህሉ ከለኻ ደስ ይብላ፣ ምሳኻ ግዜ ከተሕልፍ ትደሊ፣ ምሳኻ ብምዃና ታሕጓስ ከም ዝተሰመዓ ተርእየካ። ዘረባኻ ዘበለ ኩሉ ደስታ ይፈጥረላ፣ የስሕቓ። ፍልይ ብዝበለ ድማ ዋላ ጸጥ ኢልኩም እናሃለኹም ርእይ እናበለትካ ክምስ ትብል። ሓምሻይ ካብዚ ድማ ፍልይ ብዝበለ ናብ ስምዒት ዘእትዉ፣ ንስምዒትካ ዝቐሳቕሱ ዓይነት ፎቶታት ወይ ቪድዮታት ትሰደልካ። እዚ ግልጺ ብዝኾነ ቋንቋ ምሳኻ ሓደ ነገር ደልያ ኣላ። ዝኾነ ኣካላታ ዘርኢ ክዳና ተቐሊዓ ፎቶ ትሰደልካ ወይ'ውን ንጸወታዊ ርክብ ዝዕድም ዓይነት ቪድዮ ትሰደልካ ተልያ ክትርድኣ ይግባእ። እዚ ንማንም ወዲ ትገብሮ ኣይኮነን ስለዚ ከይድካ ርኸባ። ጓል ኣንስተይቲ ብቐሊሉ ከም ወዲ ተባዕታይ ደፊራ ንጸወታዊ ርክብ ክትሓትት ኣይትኽእልን። ስለዚ ነዚኦምን ካልኦትን ምልክታት ብምስትውዓል ንስኻ ድማ ክትርዳእ ይግባእ። ደቂ ኣንስትዮ ዝደልያኦ ድማ ከምዚ ዝበለ ድሌታትን ብቐሊሉ ዝርደኣለን እዩ። እምበኣርከስ ክቡራት ተኸታተልቲ ናይ ሎሚ ዝነበረኒ መደብ ኣብዚ ይዛዘም። ንቻነለይ ሳብስክራይብ ላይክ ክትገብሩኒ ዓደምኩ። ኻልእ መዓልቲ ብኻልእ መደብ ክሳብ ንራኸብ ሰሰናዩ።